ኣዛሚት፣ ማዕረ ቀይሕ ገጻ ደም ዝሰርባ፣ የዒንታ ዋላኳ ማይ እንተገጨበተን፣ ጥርዚ ዝበጽሐ ነድረን ግን ፈጺሙ ክሃድእ ኣይከኣለን።
በቃ ከም ኣብዲ ሰብ ኪድለይ ኣይደልየክን ኢሉኒ። ብሕርቃን ንበይና ኣህተፍተፈት። ረጽሚ ውሽጣ ክነፍሰላ ስለ ዘይከኣለ፣ ንዓኣ ጥራይ ዘዕቁባ ትንየተለን መንበሪ ቤታ ኣብ ሎሚ በጺሐን። ከም ብዒግታ ትኪ ዝተዓብዓበ ዓቕላ ኣጽቢባ ነበረት። ኣብ መወዳእታ ዕስራታት ዝረገጸት ጎርዞ'ያ። ቀይሕ ተኽሊ ሰውነት፣ ብቐሊሉ ቀልቢ ኣባጽሕ ዝጨዊ ኣቃውማ ኣለዋ። ኣብ ሰንኮፍ ልቢ ዝርከብ ጎበዝ፣ ኩሑላት የዒንታ ጥራይ ጠሚቱ ብፍቕራ ቀዘዝ ምበለ። ኣዲኣ ብመልክዕ ጓላ ክትጨርቕ ከላ ትስንድዎ ዝነበረት ቃላት'ዩ። ሎሚ ግን ሓብሓቢት ኣዲኣ ብህይወት የላን። ኣቦኣ'ውን እንተኾነ ስግር ባሕሪ ተቐሚጡ ብገንዘብ እምበር ብፍቕርስ ከማሙቓ ሕልሚ ደርሆ'ዩ ንዓ። ሎሚ ግን ሓብሓቢት ኣዲኣ ብህይወት የላን። ኣቦኣ እንተኾነ ውን ስግር ባሕሪ ተቐሚጡ ብገንዘብ እምበር ብፍቕሪ ከማሙቓ ሕልሚ ደርሁ ዩ ንዓኣ። ሓደይ ከም ሓሙስ ፈውሲ ልበይ ኢላ ዝተጸገዓቶ ኣፍቃሪኣ ሲራክ ድማ ሃንደበት ብድቦላ ቃላቱ ካብ ልቡ ሰው ኣቢልዋ።
ኣነስ እንታይ ይጎድለኒ እንታይ ግበር ይብለኒ ኣሎ እዚ ሰብ?
ካብቲ ኮፍ ኢላትሉ ዝነበረት ሰፊሕ ሳሎን ብድድ ብምባል ናብታ ኣብ ፊታ ዝነበረት ሰፋሕ መስትያት ቀሪባ ኣካላታ መርመረት። ፍሽኽ ክትብል እንከላ ዝያዳ ዝጥንቡቓ መዓጓጉርታ ብርሃነን ሃሲሱ ኣብ ፍሩያት ኣዒንታ ቀዲመን ኣንጸባረቓ። ኣብ ቅጽበት ናብ ዝለበሰቶ ጸሊም ጅንስ ስረ ዘንከባለለተን ኣዒንታ፣ ኣቃውማኺ ከም ብወናም ጸራዋይ ዝተቐርጸ ኣደናቒ ቅርጺ'ዩ ዘለኪ። ዘስምዕ መልእኽቲ ኣመሓላለፋላ። እንታይ'ሞ ይዓብስ! መልክዕ ብዘይ ፍቕሪ ከም ጥርሓ ዘለ ቁፉይ። ነቲ ኣብ ገጻ ልሕምጥ ኢሉ ዝነበረ ንብዓታ ዳግማይ ሓድሽ ውዑይ ንብዓት ክዓወትሉ ከይጸንሐት ናብቲ ምስ ሓሲባቶ ዘይትፈልጥ ምፍልላይ ዘራጸማ ኩነት ክንፊ ሓሳባት ኣውጺኣ በረረት። ቅድሚ ክልተ ሰዓታት
ሲራከይ ደንጌካ ዶ ኣዛሚት ተረጋጊኣ ኮፍ ምስ በለት ዘውፀቶ ዘረባ እዩ። ዝለመድክዎ ምድንጓይኪ ነቲ ኣብ ልዕለኺ ዘለኒ ኣተሓሳስባ ዝቕይሮ ኣይኮነን። ምሉእ ዘይኮነ ክምስታኡ ስዉር መልእኽቲ ነይርዎ። ንኽልተ ስምዒት ኣብ ሓደ ከተሳሲ ዘይጽግማ ጨሓም ገጹ ሓውሲ ናብ ጸሊም ዝኸደ ሕብሪ ኣለዎ። ጽሙእ ኣካላቱ። ኣብ ማህደር ኣመና ዘይተጠመትቲ ሰባት ዘጸብጽብ ኣይኮናን። ሲራክ፣ ብቅርጺ ዘማዕርጎ ጫካ ጭሕሙ ኣብ መዓጓጉርቱ ሕዛእቲ እንተዘይፈሊ፣ ርግጸኛ'የ ቁሊሕ ኢላ ትጥምቶ ጎርዞ ኣይምረኸበን። ናይ ቀረባ ዓርኩ ዝደጋግማ ሓረግ'ያ። ናይ ደሓን ዲኻ ደኣ ግድን ደልየኪ ኣለኹ ዝበልካኒ? ካብቲ ነቐፌታ ዝነበሮ ኣሽካዕላል ዘረብኡ ክትሃድም ቀልጢፋ ኣርእስቲ ቀየረት። ብፍቕሪ ንልዕሊ ትሽዓተ ኣዋርሕ ብሓባር ተጓዒዞም እዮም። ደሓን እየ። ደሓንከ ኣይኮንኩን። ብዙሕ ከይተገደሰ ቃላቱ ደርበየ። እንታይ ዝተረኸበ ሓድሽ ነገር ኣሎ ድዩ? ንኣእምሮኣ ንዘጋጠመ ነገር ክትሰምዕ ቅርብቲ ገበረቶ። ኣብዝሓ መድበ ግድን ክትሳተፊ ስለ ዝደለኹኺ'የ ኣብዚ ቆጺረኪ። ሰገጥ ከይበለ ምኽንያት ቆጸርኡ ነጊርዋ። እንታይ?
መን ኣሎ ድዩ ዝሞተ? ብስንባደ
ልባ ካብ ቦታኣ ክትሞልቃ ደልያ። ኣፍ ልባ በእዳዋ ደገፈት። ምስ ሞት ዝተኣሳሰር ቃላት ሓሞታ'ዩ ዘዘራርጋ። ኣታ ዓዋን! ዝሞተ የብልናን። ኣብ ሓመድ ድበ ፍቕርና ክትሳተፊ ስለ ዝደለኹ'ኸ የብዚ ቦታ ቆጺረኪ። ጎርዳዕ ዘብሎ ዝነበረ ቢራ ንቓላቱ ተወሳኺ ነዳዲ ኮይንዎ ነበረ። ኣብታ ልምድቲ ገጹ ዝተቐየረ ስምዒት ኣይነበረን። ልቡ ግን ናብ ግሃጽሃጽ ዝብል ጓህሪ ስምዒት ክትጎዪ የስተውዕለላ ነይሩ። ሲራክ!
እንታይ ትብል ኣለኻ? ትብሎ ዘለኻ ይርድኣካ ኣሎ? ፍርሒ ኣብ ሰራውር ደማ ከም ጋሻ ውሕጅ ከዐው ኢልዋ፣ ጐልሓማት ኣዒንታ ኣፍጢጣ ክትተኽለሉ ተቐሰበት። ትምክሓሉ ፍቕራ ኣብ ደቓይቕ ጠዋዕዋዕ ክብል ብፍጹም ሓሲባቶ ኣይትፈልጥን'ያ። ይርድኣኒ'ሎ ወይዘሮ ኣዛሚት። ዘረብኡ ናብ ባጫ ቀይርዎ ኣሽካዕለለ። ድሕሪ ደጊም ጓንነት እምበር ፍቕሪ ከም ጡብ ኣዴ ክቕበጥ እዩ ኣሰላስለ ሓሳቡ ብትሕቲ ውንኡ ትላገጽ ኣለኻ ሓቀይ ሎሚ መዓልቲ ሓሶት ድዩ ኩሉ ዘረብኡ ላግጺ ክኾነላ ተመንያ ጸሎት ዓረገት ብውሽጣ፣ ንፈለማ ግዜ ብፍቕሩ እሩር ዘበላ ጎበዝ ከተማዕድዎ ዘበት'ዩ ክትሓስቦ ንዓኣ። ኣብ ወርሒ መስከረም ናይ ባዕልኺ መዓልቲ ሓሶት ክትፈጥሪ ደሊኽኖ? ካብ ክሳድ ንላዕሊ ሰሓቐ። እሞ እዚ ዘረባኻ ቀልዲ'ዩ ወይ ድማ ላግጺ? ኩሉ ነገር ሕውስውስ ኢልዋ ኣዕዘፍዘፈት። ካብ የዒንታ ንዝተዃዕለቶ ኩሕሊ ሒዙ ክጎይ ዝጀመረ ውዑይ ንብዓታ፣ ንጽርግያ ተሰነያ ቁርደት ዘዘኻኽር መንገዲ ኣብ ገጻ ተፈጥረ። ኣቲ ጥዕና ኣለኪ ድዩ? ንላግጺ ዝኸውን ግዜ የብለይን። ዝዛረየ ማይ የዒንታ ቅንጣብ ድንጋጸ ኣይፈጠረሉን። ክትፈልጢ፣ ካብ ሕጂ ንደሓር ገጽክን ልምጽማጽክን ክርእየኪ ደልን እየ። ብስምዒት ዘዋናጭፍዎ ዝነበረ ኣእዳዉ ካብ ልቡ ከም ዝተጸየና፣ ንዘረብኡ ተወሳኺ ምስክር ክኸውን ድሕር ኣይመበለን። እዋእ ኣታ ሲራኪ እንታይ ኢኻ ትብለኒ ዘለኻ? ኩሉ ዘረባኺ እኮ መርድእ ኮይኑኒ።
ቅላጼ ቃላታ ምሕጽንታ ነይርዎ። እፎይ ዘበላ ኣፍቃሪኣ ንሓዋሩ ሽታ ማይ ከይኮና ዝምሕጸን ቅላጼ። ኣቲ መርድእ ይኹንኪ ወላ ኣይኹንኪ ብዘየገድስ ናተይን ናትክን ነገር ኣብዚ ኣብቂዑ'ዩ ኣይትሰምዕን ዲኺ? ኣብ ውሳንኡ ኤሜሪካ ናይ ኔቶ ፓወር ሓይሊ ተጠቂማ ኢዳ እንተ ትሕውስ እውን ካብ ውሳንኡ ፈልከት ኣይምበለን። ስለምንታይ ኣብቂዑ? ኣበይ ኣሎ እቲ ናይ ትማሊ ቃላትካ? ምሽ የፍቅረኪ እየ፣ ብዘይብኣኺ ክነብር ኣይክእልን እየ ትብለኒ ኔርካ።
ምስ ንብዓታ ዝተኻወሰ ፍረታት ልሳና ሒቕሒቕታ በዝሑ።
ኣታ ኣምላኸይ እዚ ነገር ሓቂ ድዩ? ንዘፍቀሮ ነድሎ ከይበልካ ልቡ መንዚዕካ ጥራይ ኢዱ ትሰዶ ኢኻ። ክትምልሶ ዘይከኣለት ሕቶታት ኣብ ሰምታ ዓይኒ ብሓሳባ ናብ ፈጣሪ ኣዕረገት። ንፍቕርኺ ከም ዝኣረገ ክዳን ንሓዋሩ ካብ ልበይ ቀንጢበ ኣልየ ኣባ ጎኒ እንዳ ጓሓፍ ደርብየዮ እየ። መልሱ ብትዕቢት ዝሓዘለ ዘረባ ሰኒዎ።

ከም መርማሪ ፖሊስ ጠሚትዋ።
ኣብዛ ገዛ እንታይ ትዝክሪ? እዋእ ቅድሚ ሕጂ ከማን ኣቲናያ ዘይንፈልጥ?
ድንግርግር ኢልዋ መለሰት። ኣብዛ ዘጽለሉላ ቤት መስተ ብሓንሳብ ክኣትዉ ሕጂ ናይ ፈለማዮም'ዩ። ንስኺ ተዘይኣተኺ ኣቦኺ ግን ዘረብኡ ብሕርቃን ኣንጠልጢሉ ገደፎ።
ሲራክ፣ ዘረባኻ እኮ መእሰሪ ስኢነሉ። ኣቦይ ኣብ መንጎና እንታይ ዘእቱ ኣለዎ?
ዘረብኡ ኣመና መጢጡ ካብ ኮፍ ዝበሎ ወንበር ሓንሳብን ሓዋሩን ክፍለያ ብድድ በለ። ኣብ ውሽጡ ተደጒሉ መዋጽኦ ክደሊ ሃሰው ዝብል ዝነበረ ሕርቃን ልዕሊ እዚ ኮፍ ከብሎ ኣይከኣለን። ኣልግሲ ከይትሕዝኒ ረሳሕ። ጨቢጣ ኢዱ ንኽትሕዞ ዝሰደደታ ኢዳ ብሓይሊ ጸግ ኣበላ።
ኣታ ሲኮ ዓይነይ በጃኻ ካባኻ ምፍላይ ኣይኮኖን'የ።
ደጊማ ንኽትሕዞ ኢዳ እናሰደደት ልመናኣ ቀጸለት። ወላዲተይ'የ ዝብለኪ። ሕጂ እንተ ሒዝክኒ ነብስኺ ከበላሽወኪ'የ። ስም ኣዲኡ ጸዊዑ'ውን ተምሒሉ ኩሉ ነገር ኣርባዕተ ነጥቢ ተገይሩሉ ማለት እዩ። ብድሕርዚ ዝስዕብ ንሱን ኣምላኹን ጥራይ እዮም ዝፈልጥዎ። ዘጽንዓቶ ባህሩ ስለ ዝኾነ ደጊማ ክትልምኖ ኣይመረጸትን። እናረኣያቶ ካብ ዓይና ተሰዊሩ፣ ካብ ልባ ግን። ኣዛሚት ካብቲ ኣትያቶ ዝጸንሐት ዝኽሪ ብፍኒስትራ ገዛኣ ኣትዩ ገጻ ዝጨልበባ ብርቱዕ ንፋስ ናብ ውናኣ መሊስዋ። ነቲ ብሕርቃን ዝተቓጸለ ውሽጣ መህድኢ ስኢናትሉ ካብን ናብን ዕንይንየ ገደፈትን። ምኽንያት መፈላለዪና ክፈልጥ ኣለኒ። ኣብ ሓንጎላ ዘዕገርገረ መልሲ ትርበጸሉ ሓሳብ ናብ ግዳም ተፋኣተዎ። ተሌፎን ብምልዓል ቁጽርታት ጠዋዊቓ ናብ እዝና ኣጸግዓታ። ኣቲ ጓል ከይትድውልለይ ምሽ ኢለኪ? ሲራክ ቅድሚ ሄለው ምባላ በንጻር ወገን ቀዲሙ ተጣርዐ። ኣታ ሲራኬ በጃኻ ህድእ በል። ከተቀባጥር ጀመረት። ንስኺ ንዓይ ህድእ በል ኣይትብልንን ኢኺ። ብስም ወላዲትካ ምኽንያት መፈላለይና ጥራይ ንገረኒ እምበር ደጊመ ኣይድውለልካን እየ። ኩሉ ገዲፋ ንመወዳእታ ግዜ ተማሕጺናቶ። ብወላዲተይ መጺኽኒ እምበር ንዓኽስ ምኽንያት መፈላለዪኡ ብፍጹም ክነግራ ባህጊ ኣይነበሮን። ብጓህን ጭንቀትን ክረማ ሰሳዩ ነይሩ ጥምሑ። ምኽንያት መፈላለዪና ብጽሑፍ ክሰደልኪ፣ ደጊምኪ ናባይ ገጽኪ ከይትድውሊ። መልሳ ከይተጸበየ ሞባይሉ ዓጸወ። ድሕሪ ገለ ደቓይቕ ሞባይላ መልእኽቲ ብጽሑፍ ከም ዝተቐበለት ከተበስር ጢንጢን በለት። ኣዛሚት፣ ተርባጽ ሓዊሳ ትሕዝቶ'ቲ ዝመጽኣ ነዊሕ መልእኽቲ ከተንብብ ሞባይላ ጠወቐት። ንልዕሊ ትሽዓተ ኣዋርሕ ኣፍቃሪኺ ተመሲለ ከም ተኽለ ሓረግ ተጠምጢመኪ'የ። ዓስቢ'ቲ ኣብታ ዝተፈላለናላ ቤት መስተ ንወላዲተይ ቀቲሉ ዝተሰወረ ኣቦኺ ብሞትኪ ክድብሶ ዘይሓረኽዋ መዓልቲ ትዝከረንን። ግና ፍቕርኽን ሓልዮትኩን ንቑጠዐ ውሽጠይ ኣህዲኡ ኣብ ልዕለኻ ሕማቕ ከይፍጽም ሓሊኹ ሒዙኒ። ሎሚ ግን መንፈስ ወላዲተይን ፍቕርኽን ሰፍ ዘይብል ሰኽም ኮይነኒ፣ ሓንሳብን ንሓዋሩን ጾሩ ካብ ማእገረይ ከውርዶ ኣንቂደ ተበጊሰ። በቃ ኣኸሌለ ንፍቕርና! ስምዒት ሕነ ምፍዳይ ወላዲተይ ኣዕሚቐ ኣብ ትሕቲ መሬት ክቐብሮ ቆሪጸ ተላዒለ። ጓህርን ማይን ብሓደ ስለ ዘይላፈኑ ንፍቕርኺ ካብ ልበይ ሓኺኸ ቻው ክብለኪ መሪጸ በቃ ቻው ጻዕዳ ይጽናሕኺ። ኣዛሚት ነቲ ብወሬ ትፈልጦ ተግባር ወላዲኣ ከም ባዕላ ዝፈጸመቶ ወንጀል ኣብዒንታ ቅጅል እናበላ ኣብ ዝነበረቶ ደረቐት። ተፈጸመ። ጸሓፊ ዛንታ፣ ሜሮን ስትሪሞርሆፕ፣ ተራኺ፣ ዮሴፍ ተስፋብርሃን።